ሰላም ኩቡራትን ኩቡራን ተኻታተልቲ መደባት ኤሪ መኽሰብ ከመይ ኣለኹም ከምቲ ልሙድ ንዓኹም ይበቅዒ ዝበልናዮ መደብ ሒዝና ደበኽ ኢልናኩም ኣለና ናብ ሙሉእ ትሕዝትኡ የብለኩም ሰናይ ምክትታል።
ኤሪ መኽሰብ ኢንተርተይመንት።
ተመሊስናኩም ኣለና ክቡራት ተዓዘብቲ። ውርይቲ ስነ-ጥበባዊት ኣድያም ስብሃቱ ዕለተ ልደታ ብኽብ ዝበለ መዓርግን ብውዕዉዕ መንፈስን ጸንቢላቶ ኣላ። ስነ-ጥበባዊት ኣድያም ኣብ ኣዲስ ኣበባ ኣብ ዝተፈላለየ እዋእናት ብዙሕ ስነ-ጥበባውን ሞያውን ፍርያት እናፍረየት'ያ ደቃን ሓዳራን ትኣሊ ዘላ። እዛ ስነ-ጥበባዊት ኣብ ዝሓለፈ እዋን ንበሪ ምርኢት ስኔማን ስነ-ጥበባዊ ፍርያትን ናብቲ ዝነበሮ ናይ መኽሰብን ብሉጽነትን ንምምላስ ንፈለማ እዋን ኣብ ኣዲስ ኣበባ ኣብ ፍሉይ ምከና ዝተሰርሐት ፊሊም ኢሮስ ኣብ ስኔማ ኣለም ኣመሪቓ ኔራ እያ። ካብኡ ቀጺላ ከኣ ናይ ባዕላ ትካል መሸጣ ሽፎን ከፊታ ትርከብ ኣላ። እቲ ብዙሕ ዝመሃር ብዙሕ ከም ዝፈልጥ፣ እቲ ብዙሕ ዝሰርሕ ድማ ብዙሕ ከም ዝረክብ ማንም ዘይስሕቶ ሓቂ እዩ። ስነ-ጥበባዊት ኣድያም ነዚ ስለ ዝተረድኣት'ያ ድማ እንሆ ሎሚ ኣብ ብርክት ዝበሉ ሞያታት ተሳቲፋ ክትዕወት ንዕዘባ ዘለና። ኣድያም ወትሩ ታሕጓስን ፍሽኽታን ኣብ ገጻ እዩ ዝንበብ። ነቲ ብሩህ ገጻ ፍሽኽታ እዩ መሊሱ ዘድምቖ። ንሳ እውን ወትሩ ሕጉስቲ ምዃና እያ ትገልጽ። ትላበሶም ገጸ ባህርያት ድማ ብልክዕ ስለ እተምጽኦም ኣብ ሃገርና ካብተን ንምካሐለን ተዋሳእቲ እያ። ትማሊ ሎሚ ጽባሕ ሕጊ ተፈጥሮ ተኸቲለን በብግዜኤን ዝሓልፋን ዝጸንሓን ዝመጻን'የን። ትማሊ እንተዘይትነብር ሎሚ ኣይምሃለወትን፣ ሎሚ እንተዘይትህሉ'ውን ጽባሕ ኣይምሃለወትን። ኣብ ስነ ጥበብ ሃገርና ድማ እቶም ትማሊ ዝነበሩ ስነ ጥበባውያን እንተዘይነብሩ እዞም ሎሚ ዘለዉ ስነ ጥበባውያን ኣይምሃለዉን። እዞም ሎሚ ዘለዉ ስነ-ጥበባውያን እንተዘይህልዉ ድማ ጽባሕ ዝመጹ ስነ-ጥበባውያን ኣይምሃለዉን። ስለዚ ኣብ ልዕሊ'ዞም ፍቱዋት ስነ-ጥበባውያን ሃገርና ክብርን ኣድናቖትን ከይነከና ወትሩ ክንድግፎምን ክንሕብሕቦምን'ዩ ዝግባእ'ሞ ንስነ-ጥበባዊት ኣድያም ድማ ኣምላኽ ዘመና ባሪኹ ዕድመን ጥዕናን ክህባ ንላቦ። ናብ ካልእ መደብ ምስ ንሰግር፣ ቀዳማይ ሚኒስተር ቤናሚን ናታንያሁ፣ ነቶም ኣብ ፌስቲቫል ዕግርግር ዝገበሩ ናይ ምጥራዝ ስጉምቲ ክወስድ ናብ ሓላፊ ጸጥታ እስራኤል ትእዛዝ ኣመሓላሊፉ'ዩ። መንግስቲ እስራኤልን ፖለቲከኛታት እታ ሃገርን እንተኾኑ እቲ ተርእዮ ምስቲ ዘለዎም ፖለቲካዊ ህኮት'ዮም ከተኣሳስርዎ ወይ ፖለቲካዊ መልክዕ ከትሕዝዎ ንዕዘብ ዘለና። ፖለቲካዊ ህውከት ክንብል ከለና ኣብ መንጎ ፈጻሚ ኣካል እታ ሃገርን ገደብ ስልጣን ላዕለዋይ ቤት ፍርድን ሰፊኑ ዘሎ ምትፍናንን ንሱ ዘስዓቦ ህዝባዊ ምልዕዓልን ብምትእስሳር እዚ ኣብ ፌስቲቫል ኤርትራውያን ዝረኣናዮ ዕግርግር ብሰንኪ ድኹም ስርዓተ ሕጊ ሃገርና እዩ ስለዚ እዚ ላዕለዋይ ቤት ፍርዲ እዩ ተሓታቲ ክብሉ እንከለዉ፣ በንጻሩ ተጣበቕቲ እቲ ላዕለዋይ ቤት ፍርዲ ንቤት ጽሕፈት ቀዳማይ ሚኒስተር ክኸሱን ክካትዑን ተዓዚብና። ብዝኾነ ምስ ምውዳን ዓለምና ዝሰዓበ ኩነታት ኩላ በብጸገማ እያ ነዚ ጉዳይ ተጅርፎ ዘላ።

እቲ ነዘን ዝሓለፋ ሽበራዊ ተግባር ኣብ ኤውሮጳን ኣሜሪካን ክፍጽም ብስም ኣይትኸውንያ ወፍሪ ስዩም መስፍንዶ ኣባይ ጸሃየ ዓስዓስ ዝበለ ከዳዕ ወይ ወይጦ ጁንታ ከኣ ብቐንዱ ተሓታቲ እዩ። ኩላ ተጠቕሊላ ኣብዛ ነብስኻ ትመጽእ ከምዘላ ጥራይ ኣይትዘንግዕ። ብወገን ኤርትራውያን ነበርቲ እስራኤል ድማ ፍልልያቶም ጸይሮም ንሓድሕዶም ብምውዳብን ምውህሃድን ሰማያዊት ባንዴራና ተጎልቢቦም ግን ከኣ ንሳዛ ባንዴራ ዝፈለመቶ ዕለተ ዕጥቃዊ ቃልሲ ህዝቢ ኤርትራ ከራኽሱ ኣብ ዳሶምን ምትእኽኻቦምን ንዝመጹ ጎሓላሉ ንዘርኣይዎ ቀጻዒ ስጉምትን ዝኸፈልዎ ዋጋን ካብቲ ሓይልታት ምክልኻል ኣብ ድፋዓት ዘርኣይዎ ጅግንነት ዝፍለ ኣይኮነን። ነቲ ቁልፊ እኳ ከይተረፈ ኣብ ገዝኡ ገዲፉ ክመጽእን ሰላማዊ ምትእኽኻብ ንስለ ክቡር በዓሉ በዓል ባሕቲ መስከረም ክጽምብል ተነጊርዎ ዝመጸ ኤርትራዊ መንእሰይ ሓደጋ ከወድቅዎ እዮም ፈቲኖም። ንኹሉ እንተ ብኣተኩሮን ኣንክሮን ክከታተሉ ዝመጹ ወገናትና ግን በዚ ከይተዳህለሉ ነቲ ዝተሓስበ ድዩ ዝተተጀኣ ሓደጋ ኣድብዮም ጸኒሖም ንሽበራ ብተመሳሳሊ ስጉምቲ ግብረ መልሲ ሂቦምሉ። ንማንም ሰብ ካብ ጨቆንቲ መራሕትን ሰባትን ንላዕሊ ጨቊኖም ባርያ ጌሮም ዝገዝእዎ ባህሩ፣ ልምድታቱ፣ ሓጥያቱ፣ ሕማቕ ኣተሓሳስብኡ እዮም። ገለ ካብኦም ሕርቃን፣ ሕማቕ ወልፊ፣ ትህኪት፣ ጭካነ፣ ስስዐ፣ ኮንቱ ዘረባ፣ ጥልመት፣ ነብሰ ፍትወት፣ ዕሩብ ሕልና፣ ምንዝርና ወዘተ እዮም። ካልእ ዝኸፍኡ ጨቊኖም ዝገዝእዎ ሕሉፍ ከይብሉኒ፣ ጭንቀት፣ ሻቑሎት፣ ድንቁርና፣ ጽልኢ፣ ፍርሒ ናይ ሕማም፣ ስጋዊ ሞት፣ ስእነት መጻኢ ወዘተ እዮም። ዝተዓደለ ሰብ ከም ዘማራይ ዳዊት ዕለታተይ ኣብ ኢድካ እየን ካብ ኢድ ጸላእተይን ሰጎግተይን ኣናግፈኒ እናበለ ካብቶም ልዕሊ ዝኾነ መንግስትን ሰብን ጨቊኖም ዝገዝእዎ ነጻ ክወጽእ ዝጽልን ዝጽዕርን እዩ። እቲ ምንታይ ንማንም ሰብ እቶም ቀንዲ ጸላእቱን ጨቆንቱን ሕማቕ መልሓሱ፣ ሕርቃኑ፣ ሓጥያቱ፣ ኮንቱ ዘረብኡ፣ ፍርሑ፣ ምጽብጻቡ፣ ህርግፍንኡ፣ ዘይናትካ ምምሳል፣ ጽልኢ፣ ውሽጣዊ ሰላም ምስኣን፣ ከይብሉኒ ወዘተ እዮም። ርግጸኛ እየ ንማንም ሰብ እዞም ነገራት ልዕሊ ስእነት፣ ዓመጽቲ ሰባት፣ ጨቆንቲ መንግስቲ ሰላም ከም ዝኸልእዎ። ፍትሒ የለን ከምጽኣ ይኽእል ኢለ ኣዕሚቐ ኣብ ዝሓሰብኩሉ ፍትሒ ትመጽእ ክፉእ ኣተሓሳስባኻ ምስ ትልውጥ ትገብሮ ዘለኻ ምስ ትፈልጥ ንነገራት ብጭካነን ጎነጽን ዘይኮነ ብልቦናን ምሕረትን ፍቕርን ምስ ትጥምቶ'ዩ። ንምርጫን ድልየትን ካልኦት እናኽበርካ፣ ምርጭኦምን ድልየቶምን ጌጋ ምዃኑ ኣእሚንካ፣ ናብቲ ሓሳብካን ድልየትካን ምርጫኻን ጥራሕ ዘይኮነ፣ ናብቲ ቅኑዕ ዝኾነን ምስ ቃል ኣምላኽን ሕልናን ፍቕርን ሰላምን ዝሰማማዕ ቅኑዕ ነገር ምስ እተምጽኦም እዩ መልሲ ረኺበ ኢልካ ትንየት። ፍትሒ ከተምጽእ እንተ ደሊኻ፣ ብቐዳምነት ካብ ገዛእ ነብስኻን ቤትካን ክትጅምር ይግባእ። ንገዛእ ርእስኻ ብቐዳምነት ካብቶም ጨካናት ዝኾኑ ከም ስርቂ፣ ምልፍላፍ፣ ምጽራፍ፣ ድንቁርና፣ ሓሶት፣ ጭካነ፣ ቁማር፣ ወረ፣ ሕማቕ ቅንኢ፣ ሕማቓት ወልፊ፣ ነብሰ ፍትወት፣ ፍርሒ ምሃብ የድሊ። ሽዑ ነቶም ተባጭዎምን ትገፍዖምን ሰበይትኻን ሓፍትኻን፣ ነቶም ፍቕርን ኣኽብሮትን ልግስን ትኸልኦም ስድራቤትካን ፍትሒ ከተምጽኣሎም ይግባእ። ነቶም ጸላእትኻ ምስ ሓሳብካ ዘይሰማምዑ ትጸልኦምን እትገፍዖምን ትበኣሶምን የሕዋትካ ሓሳቦም ኣኽቢርካ ብሰላማዊ መንገድን ብልቦናን ፈተውትኻ ናይ ምቕያር ትዕግስትን ልቦናን የድሊ። ብሓፈሻ ማንም ሰብ እንተድኣ ገዛ ርእሱ ክፈልጥን ክቕይርን ወትሩ ጽዒሩ ፍትሒ ምነገሰ ይብል። ፍትሒ ዝመጽእ ኩፉእ ነገር ካብ ገዛእ ነብስኻ ኣሊኻ ጽቡቕ ነገር ኣብ ገዛእ ነብስኻ ከተንግስ ምስ እትጅምር እዩ። እምበኣርከ ዝኸበርኩም ተኸታተልትና ንሎሚ ዝበልናዮ ትሕዝቶ እዚ ዝሰማዕኩሞ እዩ ኔሩ። በዚ ነቕርበልኩም ዘለና መደባት ዓጊብኩም ክትኮኑ ሙሉኢ ተስፋና። ኣብ ቀጻሊ ብኻልን ሓድሽን ትሕዝቶ ክሳብ ንምለሰኩም በቶም ካልኦት መደባትና ክትዘናግዑ ሰናይ ትምኒትና እዩ ኩቡራት ተኻታተልትና ከም ወትሩ ሱታፌኹም ኣብ መደብና ዕዙዝ ስለ ዝኾነ ርእይቶ መእረምታን ነቐፌታን ኣብ ምሃብ ኣይትሕመቑ ከምኡ ውን ብወገንና ክቐርብ ኣለዎ ትብልዎ መደባት ጆባ ክንብለኩም ወትሩ ቁሩባት ኢና እሞ ከይተሰከፍኩም ሓብሩና። ኩሉ እቲ ዝቕጽል መደባትና ኣብ ሰሰዓቱ መታን ክበጽሓኩም ከኣ ሳብስክራይብ ብምግባር ነታ ናይ ደወል ምልክት ምጽቃጥን ሼርን ምባል እጃምኩም እዩሞ ኣይትረስዑ እናበልና ብምክትታልኩም ኣዚና ኢና ነመስግን ኣብ ቀጻሊ ብኻልእ ዝተፈላለዩ መሃርን ኣዘናጋዕን ትሕዝቶታት ክሳብ እንራኸብ ሰላም ጥዕናን ራህዋን ንኹልና ሰሰናዩ። Eri Mkhsab Entertainment።